ሰላማት ኣብና ለመደና ካብ ንሪኦ ብዝኾነ
ንዓና ደምና ጥጠው ዘብለና ኣጋጣሚ ተረኺቡ ሓቂ ዘረባ ሽዑ ብውዕዩ ብጣዕሚ ከምዚ ስምብድ ኢልና እዛ ምቅርቲ ጓል ኮይና ጸኒሓ ኣብዛ ኣነ ንዳዊት ቲቪ መጠንቀቕታ ናይ ላስት ዋን እዛ ዩቱብካ እንድሕር ዘይትደልያ ኾንካ ኣነ ሪፖርት ገይረ ዩቱብካ ክዕፅወካ እየ ሓቢቢ ይብል ኣለኹ ትፍቱ

እዚኦምን እዚኦምን ኣብዚ መደብ እዚ ክንረዳ ሰናይ ክትሰራ ሰላም ሰላም ከመይ ትኾን ደቂ ዓበይቲ ኩሉ ነገርኩም ጥዕናኹም ትምህርቲ ቤተሰብ ኩሉ ነገር ሰላም ከም ዘለዎ ይምነየልኩም ኣነ ናሎመዓልቲ ቪድዮታት ድማ ብጣዕሚ ደስ ደስ ዝብሉ ዘዘናግዑን ዘምህሩን ቪድዮታት ሒዘልኩም ቐሪበ እኒኦኹ ላይክ ተዘይገርኩም ላይክ ግበሩ ሳብስክራይብ ዘይገበርኩም ሰባት ድማ ሳብስክራይብ ብምግባር ጀምርዎ ንኸድ ናብ ቪድዮና ዝናፈቐ ሰብ ትፈልጡ ዶ ኣነስ ወለደይ ናፊቐዮም ብፍላይ ኣደይ ናፊቐያ ለይትን መዓልትን ኣብዛ ዓይነይ ቅጅል እናበለትኒ ሎምስ ጃጀ ብናፍቖት ኣደይ ዓለመይ ብጣዕሚ እየ ዝፈትዋ እቲ ምንታይሲ ሸዓተ ወርሒ ከብዳ ሰለስተ ዓመት ኣብ ዝባና ክሳብ እዚ ሕጂ ወደይ ከይተሓመኒ ከይጸመኒ ኢላ ከብዲ ሓቒፋ ጸሎት እናገበረት እናሻዕ ሞራል እናሃበት ኣደይ ወላዲተይ ጥራያ ልዕሊ ደይ ዝሰርሖ ልዓድ የለን ኣደይ ዓለመይ ስለ ዝኾነትና ብርሃን ገዛ እያ ኣደይ ኩሉ ነገር እያ ተመሊሳ ሞራል ትበኒ እንታ እጆኻ ዝወደይ ክሓልፍ እዩ ትብለኒ ናፍቆት ልዕለይ ከም ዘለዋ ይፈልጥ እየ ግን ኣደይ ማዕረይ ኣጆኺ ንራኸብ ኢና እኮ መዓስ ምዃን እየ ስለ ዘይፈልጦ እየ እምበር
ትርእይዋ ኣለኹም ህይወት ከምዚኣ እያ ቅድሚ ክልተ ወርሒ ምስ ጋንትኡ ኮይኑ ዋንጫ ወሲዱ ቅድሚ ሓደ ወርሒ ምስ ሃገሩ ኮይኑ ዋንጫ ወሲዱ ቅድሚ ክልተ ሰሙን እዩ ቃል ኪዳን ኣሲሩ ተፍቃሪቱ ነዊሕ ዓመታት ብፍቕሪ ዝጸንሑ ኮይኑ ሰለስተ ውላድ ድማ ወሊዱ እዩ። ቅድሚ ዕስራን ሓደን ሰዓት ድማ ትማሊ ስእሊ ናይ መርዕኦም ቪድዮ ኣብ ኢንስተግራም ዘርጊሕዎ። ሎሚ ንጉሆ ድማ ምስ ሓዉ ኮይኑ ብሓደጋ መኪና ከምዝዓረፈ ክዝርጋሕ ውዒሉ ማለት እዩ። ህይወት ናታ መገዲ ኣለዋ ምስ ሞት ድማ ዝኾነ ዝሓዝናዮ ቆጸራ የብልናን። ክሳብቲ ኣብዛ ዓለም እዚኣ ብህይወት ዘልና ነፍሲ ወከፍ ደቒቕ ክነስተማቕራ፣ ነፍሲ ወከፍ ደቒቕ ከም ዕድለኛታት ኰይና፣ ሕጉሳት ኰይና ክንሕልፋ እዩ ዚግብኣና። ሓደ ተጻዋታይ ኵዕሾ እግሪ ከምዚ ዓይነት ዓወታት ክትርእየሉ እንከለኻ፣ ኣብ ህይወቱ፣ ኣብ ሓዳሩ ከምዚ ኢሉ ክዕወት ክትርእዮ እንከለኻ፣ ክብርቲ መኪና ወኒኑ እውን ክትርእዮ እንከለኻ፣ እቲ ናቶም ሂወት ይቕንኣካ ይጽልወካ ይኸውን እዩ ሃንደበት ንግሆ ትስ ኢልካ ዓሪፎም ከይዶም ክትሰምዕ እንከለኻ ግን ትስንብድ ባእ እዛ ሂወት ከምዚ ድያ ትብል ማለት እዩ ስለዚ ብዙሕ ኣይነማርር ብዙሕ ኣይነስተማስል እታ ሂወት ናታ መገዲ ኣለዋ እታ ሞት ናታ ቁጽራ ኣለዋ ክሳብቲ ኣብ ዓለም ዘለና ሕጉሳት ኮይና ኣምላኽ እንዳ ኣመስገንና ናብ ኣምላኽ እንዳ ቀረብና ብሰለማዊ ብዝተረጋገኤ ህይወት ክንነብር ንጽዓር ኢና ካብ ዘይሓሰብናዮ ሓደጋ የድሕነና ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን ብሩኽ መዓልቲ የቐንየለይ
እንታይ ኢሉ ተመርዖ እሞኸ ሕራይ ኢለዮ ኣቦይ ነቦኣ ሓቲቱ ኣቦኣ ንዓኣ ሓቲትዋ እሳ ነቦኣ ሕራይ ኢላቶ ኣቦኣ ነቦይ ነጊርዎ ኣቦይ ንዓይ ነጊርኒ ከመይ እታ ጉዳይ ብሰንሰለት እያ ከምዚያ ኢላ ትኸይድ ከምዚያ ኢላ ክትምለስ እንታይ ይዛረብ ኣላ
እስኪ ክሓተኪ ከሎ ኣቦኽስ እንታይ ኢልክዮ እስኪ ንገርኒ

እንታይ ፈሊጠ ኢለካ ካብ ንላለ እኮ ራብዕቲ ገይርና ኢለካ ካብ ሰኒ ክሳብ ረብዕሲ ፅቡቕ ነይሩ ሞሽ ማሓባ ክነግረካ ቁሩብከ ቁሩብከ ደሓን ድያ ጥዒቲ ድያ ጥዒቲ ድኣ ጥዒቲ ድያ ግን እንታይ ኮይኑ ስማዓኒ መሲልካ ደሓን እያ ከምዚ ካብ ብንእሽትኣ ሰብ ዘዝዕለላ ዘዝዕለላ ሽዑ ይኮነትን ትስሕቆ ስቂላ መናድቕ ልባ መናድቕ ልባ መናድቕ ልባ ምሽ ተቐምጦ

መርዓት ንቐይራ መርዓት ክንቅይር እንታዳ ክንከብ ተዛረቡ ዘለኻ ይርዳእካ ኣለዲ መርዓት ክቕይር ምስ መና ክምርዕ ስማዕ እባ ክነግርካ ገለ ከሰምዕ ከምዚ ኢላ ዳሞ ከመይ ጌርና ሒዝና ክንኣብቲ ስማዕ እባ እሞ መርዓት ክቕይር እንታይ ኢኻ ክትገብር ደሊኻ ድሓር ጓል ከም ፀልክያ በዓለኪ ተማወት ሰልዲ እንዲ ደልድለካ ተማወት ተማወት ያጉሰ ተማወት

ህዝቢ ኤርትራ ተበጽቢጹ ዘሎ ብከምዚ እዚ ትብሎ ዘለካ ዜጋ ኣዝማሪኖ ብጀካይ ብጀካይ ወደ ኣስመራ ኣብዛ ማሕበራዊ ሚድያ ካብ ሚእቲ ሲ ክልተ ደቂ ኣስመራ ኢና እንተለና ስለዚ ንህዝቢ ኤርትራ በጽቢጽዎ ዘሎ ንህዝቢ ኤርትራ ኣብ ሓደጋ ኣትይዎ ዘሎ እዚ ኣውራጃይ ዓሌተይ ኩስቶይ ተቀቲሉ ኣብ ከምዚ ዓመተ ምህረት ቀቲልኩሙና ዝብል ንሱ እዩ ብዓሌት ሕብረተሰብ ኣልዒሉ ዝጻረፍ እ ንጓል ኣንስተይቲ ብልዕታ ኣልዒሉ ዝጻረፍ ኣደ ክጸርፍ ዝውዕል ኣቦ ክጸርፍ ዝውዕል ዓዲ ክጸርፍ ዝውዕል እዚ ትብሎ ዘለኻ እዩ ከተዛርበና ካብ ደለኻ ማለት እዩ እዚ ወደ ኣስመራ ትብሎ ዘለኻ እዚ ማሪኖ ትብሎ ዘለኻ የለን ዘይምህላው የሕርቀኒ ዶ እወ ኣብዚ ሜድያ ግን ወደ ኣስመራሲ ከምዚኣ ንሕብረተሰብ ኤርትራ ንህዝቢ ኤርትራ ትጎድእ ሓንቲ ቃል ኩስቶ ዝበሃል ጸላዊ ኮይኑ ሜድያ ኣለዎ እሞ ንህዝቢ ኤርትራ ዝበታትን ኣምጽእ ተይለካ ኣብዛ ስደት ኣብ ዲያስፖራ ኢና ንዛረብ ዘለና ሓደ ሰብ ከተመጽእ ኣይትኽእልን ኢኻ እስ- እቲ ኣውራጃይ ዓሌተይ ዓደይ ክብል ዝውዕል ግን ዘይዛረቦ ዘረባን ዘይተፍኦ ዘረባን የለን ንህዝቢ ኤርትራ ዝያዳ ተኣዝማሪኖ እየ ድብል እዚ ከምኡ ዝብል እዩ ሓደጋ ኮይንዎ ዘሎ ምክንያቱ ተኣዝማሪኖ ከይዱ ከይዱ እታ ነጥቡ ፍልጥቲ እያ ወዲ ኣስመራ ነጥቡ ፍልጥቲ እያ ወዲ ኣስመራ ኣብ ፖለቲካ ኣርባዕ ካብ ኣርባዕተ ይሓልፋን እየን ድሌታቱ ሓድነት ንግበር ህዝቢ ኤርትራ ክበታተን የብሉን ኣውራጃ ሕማቅ እዩ ዓሌትነት ሕማቅ እዩ ኣብዘን ኣርባዕተ ነገራት ኢካ ትረክቦ ወዲ ኣስመራ ኣብ ጸርፊ ትረክቦን ኢካ ወዲ ኣስመራ ኣብ ምፍልላይ ኣይትረክቦን ኢካ ካብ ሚእትስ ሓደ እየ ዝብለካ ዘለኩ ጸላዊ ኮይኑ ገጹ ተቀሊዑ ሕብረተሰብ ዝፈልጦ ክሳብ ክንድዚ ጽልዋ ዘለዎ ሰብ ሓደ ይትረክ ንዓይ እንድሕር ረኪብካን ኣነ ብዛዕባ ሕብረተሰብ ኤርትራ ሓማሴን ኣልዒለ ክጻረፍ ሰሚዕካን ትፈልጥን ኢካ ውልቀ ሰብ ክጻረፍ ሰሚዕካኒ ትፈልጥን ኢካ ዓዲ ክጻረፍ ሰሚዕካኒ ትፈልጥን ኢካ ኣደ ክጸረፍ ሰሚዕካኒ ትፈልጥን ኢካ ኣቦ ክጸርፍ ሰሚዕካኒ ትፈልጥ ዲኻ ስለዚ እዚ ሓቂ እዚ ክትውሕጦ ኣለካ ተዘይ ኮይኑ ግን እዚኦም ደቂ ኣስመራ ኢኹም ከምዚ ትገብሩ ኣበይ ኣሎ ወዲ ኣስመራ ኣሎ ዲበ ኣስመራ የለን እኮ ወዲ ኣስመራ እኮ ስደት የለን ሕጂ ኣብ ዲያስፖራ ዘሎ ኣ- ኣብዚ ኤሮፓ ውሑድ ወዲ ኣስመራ እዩ እቲ ዘሎ ከዓ ኣብዛ ሜድያ ኣይትረኽቦን ኢኻ። የለን
ንሰባት ከሐጉስሲ ነብሰይ ጠፊኣትኒ ነብሰይ ምስ ረኸብኳኸ እቶም ሰባት ጠፊኦምኒ እያ ትብል ሰባት መዓዝ ድዮም ዝጸልኡኻ ገዛ ርእስኻ ክትከውን ጀመርካ እመኑኻ ሓደ ማለት እዩ እንከለኻ ብሂወት ሰብ ተጸሊእካኸ ኢትስ ኦኬ ኢትስ ላይፍ ምክንያቱ ሰባት ተጸሊኦምኻ እኮ ምስክር ብሂወት ከም ዘለኻ እኮ እዩ እንተለኻ ብሂወት ኮይ ሰብ ዝጸላእካን ዝፈትወካን ኢትስ ላይፍ እኮ ሰብ መዓስ እዩ ዝፈትወካ ኩሉ ሰብ ምስ ሞትካ ጥራይ ዝፈተካ ተሞይትካ ወላ እቲ ቁልሕ ኢልካ ደ ይፈልጥ ከምዚ ኮይ ነይሩ ከምዚ ሓሳብ ነይሩ ብሩኽ ኮይ ገለገለ እንተ ሞይትካ ኩሉ ፈትወካ ከለኻ ተጸሊእካ ሰብ ከዓ ምስክር ናይ ህላውነት እዩ ኣይትገደሰሉ ገዛ ርእስኻ ኹን ኣብ ገዛ ርእስኻ ደወበል እዛ ናይስ ጋይ ሲንድሮም ትበሃል ሕማም ጋይስ ሪሰርች ገበሯ ፈሓሕርዋ ክትፈውስዋ ፈትኑ በቃ ምምስሳል ላሓስሓስ ግደፍዎ ንሰባት ገንዘብካ ብምሃብ፣ ተገዳስነት ብምሃብ፣ ግዜኻ ብምሃብ ክብሪ ትረክብ ይመስለካ እንተሎ ወይ ይመስለኪ እንተሎ እዛ ናይስ ጋይ ሲንድሮም ትበሃል ሕማም ሒዛትካ ኣላ ወይ ሒዛትክላ ማለት እዩ። ኣርባዕተ ነጥቢ ወዲኤ ኣለኹ። ኣብ ሓደ ጓሓፍሲ ወርቂ እንድሕር ኣሎ እቲ ጓሓፍ ኣይትወስዶን ኢኻ ነቲ ጓሓፍ ገዲፍካ ነቲ ወርቂ ትወስዶ ኣብ ድኹም ፍጥረት ምናልባት ተኣምር ዘረባ ክትረክብ ትኽእል ሕጅስ እንታይ በሃላየ ኩልሻዕ ንዘረባ መሚኻ እንድሕር ርኢኸ ምናልባት እቲ ዘረባ ንህይወትካ እውን ክጠቕመካ ክኣልየካ እውን ይኽእል እዩ ማለት እዩ። እወ ሕጂሲ ገሊኡ ሰብ ንምሳሌ ጫምኡ ቀዳድ እንድሕር ተዛሪብዎ ሓንጎሉ ተቐደደ መሲልዎ ከምዚ እዚ ኤክስተርናል ዝበሃል ምሽ ኣሎ ግዳማዊ ግዳማዊ ትዕዝብቲ ስእልካ ክዳን ብልጭልጭ ገለ መለ ገለ ርኢኻ ዝበለ ምሽ ከምኡ ዝግምቱ ኣለዉ ሕጂ ሰብ ኣብ ገዝኡ ክትመጽእ ከለኻ ክንዲ ሓሳብካ ዝርኢ ሳእንኻ ርኢ ካልስኻ ርኢ ድሕር ካልስኻ ብጎኒ ተቐዲዳ ሓንጎልካ ተቐደደ መስሎ ምናልባት ካብቲ ጥዑይ ካልሲ ዝገበረ እቲ ጥራይ እግሩ ዝመጸ ካብኡ ዝያዳ ፈልጥ ኹም እዋ። እንታይ ኣታኣተወካ ንስኻ ናይ ጥራይ እግሩ ማለት እየ ሓሳብ ትወስድ ትዘየድልየካ ትገድፎ ገዛና ኣይትምጻእ ጫማኻ ኣይገበርካ ዳሕራይ ትብሎ ማለት እዩ እቲ ሓሳብ ግን ትወስዶ እዚ ከኣ ኩሉ ሻዕ እንታይ ማለት እየ ንሕና ንዛረቦ ዘረባ ሲ ውጽኢት ዘለዎ ክኸውን ኣለዎ ኩሉ ከተርጉሞ ዝኽእል እወ፣ ዘይኮነ እወ። ሓሲብካ ትፈልጦ ነገር ክኸውን ሲ ደስ ምበለ ና ልብና ዘይርኢ ኣንዶ ተደፍና ብብሕቱ መጻኢ ምርዓይ ንዳ

ብወድነቱ ኣይደራደርን ብልዕልንኡ ኣይደራደርን እዩ ይቆምጠኪ ክሳድኪ ሽዑ ካራ እትወልኪ ካራ ምስ እተወልካ ሽዑ ተቐቲልና ንብል ኣብዚ መፂና ኣለና ባዕልና ክቐትሉና ንገብሮም ሰባት ኣለና ፋክት እዩ እዚ ፋክት እዩ እዚ ነቲ ቁስሊ ከይጎዳእካዮ ክትሓውይ ትኽእልን ኢኻ ከምዚ ጌረ እንተ ዘይተዛሪበኻ ክንሓዊ ኣይንኽእልን ኢና ደቂ ኣንስትዮ መጀመርያ ኣነ እንታይ ይብለክን መጀመርያ እንድሕር ደኣ ብቕዓት ዘይብልኪ ኮንኪ ሂወት ማኔጅ ክትገብሪ እንድሕር ዘይትኽእሊ ኮንኪ ናብራ ከተመሓድሪ ዘይትኽእሊ ተኮንኪ ዓቕምኺ ብቕዓትኪ ውሽጣዊ ዓቕምኺ እንድሕር ደኣ ዘይመስከረልኪ በይንኺ ኩኒ በይንኺ ኩኒ ከም ሓደ ዓቢ ኣማራጺ በይንኻ ኮንካ ኣብ ስራሕ ኣብ ትምህርቲ ፎከስ ትገብር ካልኣይ ነገር ሓደ ህይወት እንተ ኣቲኻዮ ክነብሮ'የ ኢልካ እተ ኣቲኻ ውዑይን ዝሑልን እንዳ ኾንካ እንዳ ተመላላእካ ኢኻ ትኸይድ። ሓዳር ካምፓኒ ኣይኮነን። ሓዳር ሓምሳ ሓምሳ ኢልካ ሼር ትገብሮ ብዙሕ ግዜ ተዛሪበሉ እየ ኣነ ኣብ ብዙሕ ግዜ መዋእል ተዛሪበሉ ሓምሳ ሓምሳ ፊፍቲ ፊፍቲ ኣይኮነን። ሓዳር ማለት ጸጋ እዩ። ኣነ ሓምሳ ተለኒ ንሱ ሓምሳ ኣለዋ እሱ ሰብዓ ተለዋ ኣነ ሰላሳ የምፅእ ኣነ ሰብዓ ተለኒ እሱ ሰላሳ የምፅእ it doesn't matter ብዛዕባ ማቴሪያሊስቲክ እንድሕር ኮንካ ኣብ ሓዳር ክትኣቱ ከማን የብልካን መብዛሕትኡ ናትና ሕብረተሰብ ብገንዘብ እዩ ዝበኣስ ብዘይጠቅም ነገራት እዩ ዝበኣስ ዘሎ ኣብዚ ሰዓት እዚ ብዘይጠቅም ብንእሽተይ ነገራት ደቂ ኣንስትዮ ኮይና ከኣኒ ሰይጣውንቲ ኣለና ገሌና ኣይተሓዛለይ ሰይጣውንቲ ኣለና ሰይጣውንቲ ክቐትሉና ባዕልና ቅተሉና ንብሎም ኣለና ባዕልና ሰይጣውንቲ ኣለና ኦፍኮርስ ወሓጦ እዚ ሰይጣውንቲ ቅተለኒ ሰብኣይ ኮንካ እስከ ተንክፈኒ
ካብ ናይ ሞኒካ ካብ ናይ ፍሎሪዳ ካብ ናይ ፍልማዊት ጨጉሪ ቁረጽቲ ትብሉካ ጸጉርካ ታሕቲ ናይ መን ምስ ቆረጽካ
ከመይ ማለት እዩ ሕጂ ተረዲእካ ኣሎ እዚ ኮነ ካለ ትርዳእ
እንታይ እያ እድገምለይ ካብ ናይ ሞኒካ ካብ ናይ ፍሎሪዳ ካብ ናይ እ፣ ፍልማዊት ፀጉሪ ቁረፅ ትትበሃልሲ ኣብ ታሕቲ ናይ መን ምስ ቆረፅካ

ሰለስተ ወዳት መሸኒቶም ሓሚሞም ስሮም ዝፈትሐሎም ስኢኖም ጥንሒ ስሮም ፈትሒ ስሮም ፈትሕኺ ሓፍ ቢልክ ናብቲ ሓኪም ተቕርብዮ ዕንዱ ሚሊ ዳዊት

ኣነ ዝሪኦ ኣይኮንኩን ግን ክዳኑ ከፊቶ ጥራሕ ዝህቦም ንዶክተር ምሽ
ወኩሉ ነብሰ መውፅኢ ከቢልክስ ትህብዮ ኣብ ዕቑፉ ክገርኪ ዋይ ዋይ ዋይ ዋይ ዋይ እንታይ ኣንታ ትፃወት ባ ተፃወት እንታይ ኣንታ ከቢድ ሕቶ ኢኻ ትሓት ንስኻ ግን ዋ ታሪክ ትሓት ፅኒሕኺ ውለይ ጨጉሪ መሸኒ እንታይ ቀልል ድዩ እሺ

ን ብ ሰጉ እዚኣ ጸወታ ኣይኮነን ኣብቲ ኣበሽ ከምኡ ዳሞ ናተይ ከምኡ ኣነስ ናይ ሰገንስ ምበልኩ እንደ ነረይ እንታይ እዚ ዘይኮን ባይ ዛረባ ዋ ምሽ ጣዕ ኣቢለኪ ናይ ዋ እዚኣ ኖርማል ኒ ናይ ሚሊ ናይ ዒዱ ናይ ዳዊት ግን መጉልን ጨዋ ወጺእዎም ኣሎ ሓ- ስረ መውጽእን ኣብ ሕክምና ተብጽሕዮ ኣቶ

ያ ኣንቲ ሓንቲ ሳዕ ሕማቅ ተሓስብስ ጸፊዑ ዶ ክስ ረሲዐዮ ከኣ እባ ስምዒ እስከ እቲ ቦኽስ እንታይ እዩ ዝብል ዘሎ? ተመርመሩ ኢሉ።
ተመርመሩ ዝብል እሞ ስለ ዝጥርጥረኒ ድዩ ተመርመሩ ዝብል? ዋእ ተመርመሩ ምባል እሞ እንታይ ሓጥያት ኣለዎ? ደሓር ከኣ ውራይ ክቖጽሩ እንተኾይኖም ከ ነብስና ክንፈልጥ ኣለና ቅድም። ድምርመር ተኾይኑ ንርእሱ እሞ ደይምርመር። ዋእ ሌባ! እቱቦይ!
ቦኽምበር መን ደኣ ደሊኺ? ዋይ ጉድ ረኺቡ!
ሰራቒ!
ክገብሮ ዝውዕል ዘሎ ባዕልና ኢና ንርእዮ ዘለና ፈቀዶ እንዳ ስዋ። ዋእ!
ሓደ እግሩ ጉድጓድ ዝኣተወ ሰብኣይስ ታይ ግበር ትብሎ ኣለኻ? እሞ ኣይገደፈን እብለኪ ኣለኹ ለኽባጥ። ፈሪሕኻ ዲኻ? ከይደ ፍርሕ ኣለኒ። እሞ እንታይ ናይዚ ኩሉ ጀሮቕሮቕ? ሃየ ንዕናይ ተበገሲ። ንዓናይ ሕራይ። ሕለፊ።
ኣንዳ ተዳልየ እንድየ መጽየ። ሂዲ ንዕናይ። ንዓናይ? ደሓን። ተመርሚርና ከኣ ነጻ ተባሂልና እሞ ደሓን ብሰላም ንመለስ። ዝገብሮስ ባዕለይ ኣለኒ።

ሚት ገብረ ብላሽ ሕጂ ቀዲምካ ያው ክርዳእ ኣለካ ሲልካ ዛረባ ኣለካ ተረዲኻኒ ኖርማል ማለት ብዝኾነ ንዓና ደምና ጥጠው ዘበለና ኣጋጣሚ ተረኺቡ ሓቂ ዘረባ ሽዑ ብውዕዩ ብጣዕሚ ከምዚ ስንብድ ኢልና ኩልና ሰንቢድና ካብ ትጽቢትና ወጻኢ ስለ ዝጸንሐ እምበር እቲ ተረኽቦ ሕማቕ ስለ ዝኾነ ወይ ውን ካብ ንቡር ወጻኢ ስለ ዝኾነ ኣይኮነን። ያእ ብዝኾነ ቤቢ እዚኣ ምሳና ትሪእዋ ኣለኹም እሞ እዛ ምቅርቲ ጓል ኮይና ጸኒሓ ኣብ ዝሓለፈ ኣብዚ ናይ ንፍቅረይ ትከታተላ ዝነበረት ዶክተር ወይ ሓኪም ወዲ ምዃኑ ሓቢራትና ነይራ። ናይ ወዲ ጀንደር ሪቨል ዝበሃል ክኣ ጌርና ነይርና ማለት እዩ። ብዝኾነ ግን ሕጂ እቲ ዛዕባ እቲ ኣጋጣሚ ከምዚ የጋጥም ምዃኑ ደኣ እምበር ጓል ትኹን ወዲ ትኹን ጥዕና ዘለዎ ውላድ ወይ ጥዕና ዘለዋ ውላድ እዩ እቲ ዋና ነገር ዘድሊ። እቲ ፈለማ ሓቂ ይሓይሽ ቁሩብ ኣነ ሰንቢደ ሽዕላ ደሓን ኣብ ዝርዝር ክንሓልፍ ኢና። ሰንቢደ ዳርጋ ካብ ትጽቢተይ ወጻኢ ኮይኑ ዋእ ከምኡ ከየጋጥም ድዩ ገለ ደሓር ግን ብዙሓት ሰባት ዋእ ከምኡ ዳኣ የጋጥም እንድዩ ገለ ገለ ምስ በሉና ዋእ ከመይ እታ ዝኾነታት ዳኣ ከመይ ጌራ ድያ ቸክ ትገብረኪ ኔራ ገለ መልስታት ብምባል ከማን ቁሩብ ዳርጋ ምህር ምህር ኢለ ነይረ ምኽንያቱ ሲ እንድሕሪ ከምኡ ተጣፋፍእ ኔራ ኮይናስ ካልእ እውን ትገብር ኔራ ትኾን እያ ገለ ኢለ ቁሩብ ካልእ ስምዒት ኔሩኒ ደሓር ግን ደሓን ኮይኑ ንብለኩም

ከምኡ ጌርና ድሓር ግን ቁሩብ ተሰሚዓትና ሰንቢድና ኢና እምበር ወዲ ኮይኑ ጓል ኮይኑ ብዘየገድስ እቲ ዘገድስ ነገር ምስ ጥዕንኡ ምምጻእ እዩ ብዝኾነ ወዲ እናተጸበና ጓል ኮይና ጸኒሓትና እዚኣ ጓልና ከዓኒ ኣምላኽ ብጸግኡን ብጥበቡን ይዕብየልና ኣሜን ኣምላኽ ዝበሎ እዩ ዝኸውን ስለዚ ናይ ኣምላኽ ህያብ ኢልና ህያብ ኢልና ኣለና እወ እወ ከም እዛ
እሺ እዞም ኣሕዋተይ ንሕና መዓልቲ መደባትና እዚአን ይመስላ ነይረን ሰብስክራይብ ዘይገበርኩም ሰባት ሰብስክራይብ ግበሩ ላይክ ዘይገበርኩም ድማ ከዚ ላይክ ግበሩ ኣይ ላቭ ዩ ጋይስ ፒስ